ሰላም ሰላም ሰዓብቲ ናይዛ ቻነል እንቋዕ ብደሓን መጻኹም። ናይ ሕጂ ሒዘልኩም መጽየ ዘለኹ ኣፕሊኬሽን ብዛዕባ ናይ ዩቱብ ይኹን ፌስቡክ ቪድዮ ማለት ላይፍ ቪድዮ ይኹን ኖርማል ቪድዮ ማለት ብኤምፕስሪ ገይራ ቀይራ ተስምዓና ወይ ከዓ ስክሪን ኦፍ ገይርና ክንሰምዓላ ንኽእል ካልእ እውን ባክግራውንድ ቪድዮ ገይርና ክንሰምዓላ ንኽእል ሒዘልኩም መጽየ ዘለኹ ቅድሚ እዚኣ ቅድሚ ዝሓለፈ ወርሒ ማለት እዩ ሓንቲ ናይ ዩቱብ ሰሪሐልኩም ኔረ ከምኣ ንዓኣ ደምሲሰያ እያ ምክንያቱ ሪክላም ስለ ዘይተርኢ ገለ ዩቱበራት ከኣ ስለ ዘይድገፍዋ ንዓኣ ኣልያ ኣለኩ ኣምሳያ ኣኻ እዚኣ ኣምጺኣልኩም ዘለኩ እዚኣ ግን እታ ዝበለጸት እያ ምክንያቱ ዋላ ፈይስቡክ ከይተረፈ ናይ ላይፍ ድመሓልፍ ፈይስቡክ ማለት እዩ ንሱ ከይተረፈ እያ ብ ስክሪን ኦፍ ጌርና ክንሰምዓሉ ንክእል ካልእ ኤምፒ ስልኪ ቀይርና ክንሰምዖ ንኽእል ማለት እዩ ስለዚ ብጣዕሚ ጽብቕቲ ኣፕሊኬሽን እያ ንዩቱብ ይኹን ፌስቡክ ብኤምፒ ስሪ ጌርና ወይ ስክሪን ኦፍ ጌርና ባክግራውንድ ቪድዮ ጌርና ክንርእየላ ክንሰምዓላ ንኽእል እያ ጽብቕቲ ኣፕሊኬሽን እያ ስለዚ ኣሰራርሓኣ ንኺድ ንርኣያ ብሓባር ድሕሪ ዝሓጸር ናይ ኢንተርቪው መእተዊ

ኣብዛ ኣፕሊኬሽን ምስ ኣተና ልክዕ ምስ ከፈትናያ ከምዚ ክመጻልና መጀመርያ ማለት እዩ ኣብ ላዕሊ ትሪእዎ ከም ዘለኹም ዩቱብ ፈይስቡክ ዝብል ኣሎ ካልእ ዓይነት ኣፕሊኬሽን እውን ኣሎ ናይ ዜናታት ናይ ገለዩ ስለዚ ቀንዲ ንዓና ዘድልየና ፈይስቡክን ዩቱብን እዩ ከርእየኩም ዝደልዮ ዘሎ ማለት እዩ ኣብ ታሕቲ ከዓ ኣሎ ኒውስ ገይም ሙዚቃ ኤምስሪ ንሰምዓሉ ወይ ኣሎ ድሓር ክርእኩም የሱ ከዓ ሕጂ ግን ብዛዕባ ኣብ ዩቱብ ክንኣቱ ኣብ ዩቱብ መጀመርያ ምስ ከፈትናያ ልክዕ ከምዚ ናይ ዲስክቶፕ ኢዩ ክመጸና ልክዕ ኣብ ላፕቶፕ ንክፍቶ ከምኡ ኢዩ ክመጸና ናይ ገለ ሞባይል ግን ከምዚ ከይመጽእ ይክእል ብፍላይ እዚኤን ናይ ቀደም ዓይነት ሞባይል ኮይነን ከም ናይ እቲ ዩቱብ ምስ ከፈትናዮ ልክዕ ከምዚ ናይ ዩቱብ ኖርማል ክመጸና ይክእል ኢዩ ከምኡ እንተመጺኡልና ደሓር ከመይ ገርና ንቅይሮ ከድዒኩም ኢየ ኣብ መወዳእታ ማለት ኢዩ ሕጂ ግን ኣብዚ ሒዘኩም ክኣቱ ከም ትሪእዎ ዘለኩም ሕጂ ልክዕ ሓንቲ ዩቱብ ምስ ከፈና ኣብዚ ላዕሊ ኣሎ ኣብዚ ላዕሊ ጸሊም ምልክት ትሪእዎ ኣሎ ኣብዚ ምልክት ክገብረሉ ዘሎ ትሪኢኹምዎ ባግራውንድ ክንገብሮ ተሊና ኣብኡ ምልክት ኣለና ኤምፒስሪ ክንገብሮ ተሊና ኣብኡ ኣሎ ኤምፒስሪ ክንገብሮ ተሊና ንኣብነት ኣብኡ ኣብቲ ማእኸል ኣብዚ እኔ ምልክት ዝገበረላ ዘለኹ ትሪእኹማ ኣብኡ ሃሪምና ተወፂእና ኦረዲ ኤምቢስሪ ክኸውን ይኽእል እዩ ባግራውንድ ከዓ ልክዕ ናይቲ ባግራውንድ ሃሪምና ማለት እዩ ከምዚ ባግራውንድ ይኸውን ማለት እዩ እቲ ባግራውንድ ብጣዕሚ ከም ድላይና ክንዕበይ ንኽእል ኢና ኣብ ድላይና እንተ ንኣብነት ክነድቅቆ ንኽእል ክንዕበይ ንኽእል ካልእ ከዓ ብዝኾነ ኣንጎሎ እውን ክንእትዎ ንኽእል ንኣብነት ከሪእኩም ሕጂ ርኣይዎ ናብ ሓደ ጫፍ ክእትዋ እየ ርኣይዋ ኣትያ ኣላ እቲ ሙዚቃ ኣይቋረጽን እዩ እቲ ደርፊ ይደርፍ ኣሎ ማለት እዩ ወይ እቲ ዘረባ ከኣ ይዛረቡ ኣለዉ ማለት እዩ ኣይቋረጽን እዩ ዋላ ስክሪን ኦፍ ጌርናዮ ኣይቋረጽን እዩ ሕጂ ርኣይዎ እዚ ኣብዚ እናሃለኩም እቲ ዘረባ ኣሎ ማለት እዩ ስሒብና ከኣ ክንወጽኦ ንኽእል ኢና ርኣይዋ ከም ድላይና ማለት ሕጂ ንኣብነት ኣብ ፈይስቡክ ወይ ኣብ ገለ ቦታ ምስ ንኣቱ ክረኣየና ምስ እንደሊ ነቲ ቪድዮ ክንሪኦ ዝጸናሕና ናብ ጫፍ ኣብ ዝኾነ ጫፍ ንእትዎ ስለዚ ናብ ካልእ ኣቲና ስራሕና ንገብር ማለት እዩ እቲ ድምጺ ግን እናሰማዕና ማለት እዩ ወይ ከኣ ከነድቅቖ ከኣ ንኽእል። ሕጂ ከኣ ኤምፒ ስሪ ክንቅይሮ ምስ እንደሊ ኣብዛ ናይ መወዳእታ ምልክት ዝገብረላ ዘለኹ ኣብኣ ኢና ንሃርም ሃሪምና ንወጽእ ማለት እዩ። ሕጂ እቲ ድምጺ ኣሎ በቃ ኤምፒ ስሪ ተቐይሩ ንሰምዖ ማለት እዩ። ስለዚ ብፍላይ ከም ኣብ ዩቱብ ድዩ ኣብ ፌስቡክ ላይፍ እንተኾይኑሲ ላይፍ ኮፍ ኢሉ እዩ ሰብ ዝዛረብ ስለዚ ወይ ንዓይና ጸገም እዩ ንባትርና ብጣዕሚ ጸገም እዩ ስለዚ እቲ ድምጺ ክንሰምዖ ንኽእል ማለት እዩ ብድምጺ ጥራሕ ንሰምዖ ባትርና ይሕሰ ዓይንና እውን ኣይህሰን እዩ ማለት እዩ ካልእ ናይ ፌስቡክ ዘ ሰይም እዩ ወላሓንቲ ፍሊ የብሉን ከም ናይ ዩቱብ ስክሪን ኦፍ ጌርና ክንሰምዕ ንኽእል ኤምፒስሪ ቀይርና ክንሰምዑ ንኽእል ካልእ ፍሊ ተብላ ነገር ምናልባት ዳውንሎድ ክንገብር ንኽእል ኢና ፌስቡክ ማለት እዩ ሕጂ ሪኦ ኣለኹ ኣብ ፌስቡክ ኣትየ ኣለኹ ነዛ ቪድዮ ሕጂ ባግራውንድ ክንገብራ እያ ኤምፕሰር እውን ክንገብራ እያ ወላ ሓንቲ ራእይዋ ዘሰይን ወላ ሓንቲ ፍሊ የብሉን ጥራሕቲ ኣብ ፍሊ ቁርብ ተብላ ዳውንሎድ ክንገብሮ ንኽእል ኢና ኣብ ፌስቡክ ማለት እዩ ሕጂ ዝኾነ ላይፍ ድዩ ቪድዮ ወይ ላይፍ ላይ ክልተ ሰዓት ሰለስተ ሰዓት ትወስድ ስለዚ ነዚ ካብ ዓይንና ባትራና ሃብናሲ ኣውድኡ ጌርና ክንሰምዖ ዝበለጸ እዩ። ሕጂ ከኣ ናብ ኣውድዮ ወይ ኤምፒስሪ ቀይረ ክርእየኩም እየ። ደቂ ኣንዳ ዩቱቢ ኣብ ታሕቲ ኣብታ ምልክት ዝገብረላ ዘለኹ ንጸቅጥ ንወጽእ ማለት እዩ። ወረደ ሕጂ ናብ ኤምፒስሪ ተቀይሩ ዶ ድምጺ ጥራሕ ክንሰምዕ ንክእል ኢና ዋላ ስክሪን ኦፍ ጌርና ውን ክንሰምዕ ንክእል ኢና ማለት እዩ ዋላ ሓንቲ ጸገም የብሉን። ሕጂ ከኣ ፈይስቡክ ይኩን ዩቱብ ይኩን ኩሉ ኤም ስሪ ቀይርና ብ ስክሪን ኦፍ ከመይ ገርና ከም ንሰምዕ ከርእየኩም እየ ማለት እዩ። ሕጂ ራይዎ ስክሪን ኦፍ ጌሬ ኣለኩ ግን ኣይቋረጽን እቲ ድምጺ ይስማዕ ኣሎ ናይ ቦብ ማርሊ ደርፊ ንሰምዖ ኣለና ኤምፒስሪ ውን ይሰርሕ ኣሎ ብጣዕሚ ጽቡቕቲ ኣፕሊኬሽን እያ። ኣብዛ ብቐይሕ ምልክት ዝገብርላ ዘሎ ትርእኹማ ኣብኣ ኣቲና ከኣ ኒውስ ክነብብ ዜና ማለት ክነብብ ተደሊና ኣብኡ ክንኣቱ ንኽእል ካልእ ሙዚቃ ኤምፒስሪ ኣለና ገይም ፍሪ ገይም እውን ኣለና ኣብዚ ኣቲና ቸክ ክንገብር ንኽእል

እዚኣ ቀዳመይቲ ኣባልት እያ እዛ ምልክት ዝገብረላ ዘሎ ኣፕሊኬሽን ንሳ ኦኬ ኣነ ኦፖን ኢላ ኣላ ኦልሬዲ ኣነ ኣውሪደ ኣብዛ ኣትዮም ክትወርዱላ ትኽእሉ ኢኹም ብጣዕሚ ፅቡቕቲ ኣፕሊኬሽን እያ መጀመርያ ምስ ተኸፈተልና ከምዚ ክመጸልና እዩ ስለዚ ኣብ ዩቱብ ምስ ንኣቱ መብዛሕቱ ከምዚ ክመጸልና ይክእል እዩ እቲ ትሪእዎ ዘለኹም ዩቱብ ሕጂ ናይ ላፕቶፕ ቨርጅን ኣይኮነን ዘሎ ናይ ዩቱብ ኖርማል ናይ ሞባይል እዩ ዘሎ ስለዚ ባግራውንድ ወይ ዝኾነ ክገብረልና ይክእል እዩ ከምዚ ኢሉ ከሎ ማለት እዩ ናብ ናይ ግድን ናብ ላፕቶፕ ቨርጅን ክቅይር ኣለና ናብ ላፕቶፕ ቨርጅን ካብ ሰለስተ ነጥብጣብ እዚኣ ዝረኽብዋ ማለት እዩ ኣብኣ ኣቲና ኢና ንቅይራ ኣብዚ ተሪእኹሞ ሕጂ ሾው ዲስክቶፕ ዝብላ ኣሎ ንዓ ኢና ንሃርማ ማለት እዩ ልክዕ ከም ስቀይርልና ሕጂ ከምዚ ምስ ቀየረ እዩ ዋላ ኤምፒስሪ ክንሰምዖ ንክእል ባግራውንድ ክኮነልና ዝክእል ኩሉ ነገር ከምቲ ንሕና ንደልዮ ክገብረልና ዝክእል ከምዚ ምስ ኮነ ጥራይ እዩ ስለዚ ኣብታ ሰለስተ ነጥብጣብ ኣብታ ምልክት ዝገብርኩላ ኣዲሞ ዘርኣኩም ኣብኣ ኣቲኩም ናይ ግድን ቀይርዋ መብዛሕቱ ቴሌፎን ከምዚ ክጽዕነና ስለ ዝክእል ኣቲና ኣብዚ ንቀይሮ ስለዚ ናይ ሕጂ ዝነበረ መደበይ ኣብዚኣ ወዲኤ ኣለኩ ብካልእ ትሕዝቶ ክሳብ ንራከብ ሰላም ቅነ ቻው።